ከምዚ ከማይ ዓመታት ተንከራቲትክን ንምሽዋር ዝኾነ ገንዘብክን ትህልዋ ዶ? ኣብ መንጎ ሰብኣየይን ኣሕዋተይን ተቐርቂረ ንጉሆ ንጉሆ እናተመላለሱ ናይቲ ሓደ ዕዳ ከይወዳእኹ እቲ ሓደ እናመጸ ዓመታት ዝሰራሕኽዎ ቅርሺ ሰለምታ ኣይረሳዕኹን። ፍቱዋት ተኸታተልተይ እንኳዕ ብሰላም መጻኹም። ንሎማዕልቲ ሒዘልኩም ዝመጻኹ መደብ መደብ እንታይ ትምኽሩኒ ዝብል ሓንቲ ሓፍተይ ዝጸሓፈትለይ ዛንታ እየ ሒዘልኩም መጽየ። ከምቲ ኩሉ ግዜ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ። ንስኻትኩም ውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይዛ ሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ዛንታኣ ከምዚ እያ ትብል። ሰላም ኣባ ሓፍተይ ብጣዕሚ እየ ዝፈትወኪ ካብተን ኣለዋና ኢልና ንምክሐለን ጀጋኑ ሓንቲ ንስኺ ኢኺ እሞ ቀፅልሉ ዝሓፍተይ ብጣዕሚ እየ ዘመስግን የቐንየለይ ዝሓፍተይ እና ናብ ኣርእስተይ ክኣቱ ዝነብረሉ ኣብ ሱዑዲ እዩ ኣፍቃሪ ኣለኒ ዛንታይ ካብ ዓዲ እዩ ዝጅምር ኣብ ዓዲ ተሞርዒና ቃል ኪዳን ኣሲርና ኢና ንልዕሊ ክልተ ዓመት ዝኾን ጸኒሕና ኢና ጎረባብቲ ኢና ወለድና ክረዳድኦ ይከኣሉን ተጠማሚቶም በቃ እቲ ሓደ ናይ ባዕሉ ይዛረብ ኣነ ኣብ እግሪ መንጎ ተቐርቂረ ብጣዕሚ እዩ ምርር ኢልኒ ነይሩ። ካብኡ ምስ ሰብኣየይ እውን ክንረዳዳእ ኣይከኣልናን። ንሱ ቀዲሙኒ ናብ ስዑዲ ይመጽእ እሞ ኣነ ድማ ብድሕሪኡ ይመጽእ። ንስዑዲ ምስ ኣተኹ ይድውለለይ፣ ካብኡ ተረዳዲእና ንቕጽል ነይርና። ሕጂ ኣብ ስደት ሰለስተ ዓመት ጌርና ኣለና። ኣሕዋተይ ኑቲ ንእሽተይ ሓወይ ሰለስተ ግዜ እየ ኣምጺኤዮ፣ እቲ ዓብዪ ሓወይ ድማ ሓዳሽ እናሃለኹ እዩ መጺኡ። ንሱ እውን ተለቂሐ እየ ሰዲደሉ ብጣዕሚ እዩ ምርር ኢሉኒ ኣብዚ ዓዲ ዘለና ኣዋልድ ዝርደእልና በቃ ይብልናን እስቲ ከምዚ ከማይ ስልችው ዝበለክንስ ኣለክ እንዶ እቲ ሰብኣየይ ድማ ንሕዋትኪ ትኾኒ ንዓይ ኣይትሓስብለይን ይብለኒ ኣነ ኣብ መንጎ ተቐርቂረ እቲ ሕጂ ቀንዲ ምኽሪ ደልየሉ ዘለኹ ንሱ ኣብ ድሕሪት እዩ ዘሎ ኣነ ድማ ኣብ ርያድ እየ ዘለኹ ንዕ ንራኸብ ይብለኒ ኣነ ንድሕሪት ክኸይድ ኣይክእልን ይኸብደኒ እዩ ኢለዮ እንተዘይመጺኺ ደሓን ክትዝክርኒ ኢኺ ይብለኒ ብሓቂ እውን ግዜ ይህበኒ እዩ ክጭነቕ ከለኹ እውን ኣብ ጎነይ ኮይኑ እዩ ኣጆኹ ዝብለኒ ሕጂ ኣነ ዋላ ሓንቲ ገዛ እውን ትኹን ከየስራሕኹ ናብ ሰብኣይ ክራኸብ ኣይደልን ንሱ ድማ ናብ ዝንዕ እሞ ወሊድኪ ናብ ዓዲ ክሰደኪ እዩ ዝብለኒ ብጣዕሚ ህርፋን ውላድ ኣለዎ ሕጂሲ ብጣዕሚ እየ ዝጭነቕ ኣባ ሓፍተይ ከምዚ እንተዘጋጥመክስ እንታይ ምወሰንኪ ከምዚ ናተይ ዘጋጠመክን ኣሕዋተይ ከ ኣለኸን ዶ እንታይ ከ ምወሰንክን ምኽርኺ ነካፍል ኣነ ዘን ኣሕዋተይ ካብኡ ድማ መሬት ኣለኒ እዩ ግን ኣየስራሕክወን ሕጂ ኣይተረድእን ኣይትርድእንን ንስኺ እዩ ዝብለኒ ሕጂ ኣነ ኣብ መንጎ ተቐርቂረ ኣብ መንጎ ዕላማይን ናይ ሰብኣየይን ተቐርቂረ ኣለኹ እንታይ ከ ክውስን ኣለኒ ምኽርኺ ነካፍላ ንኣሕዋተይ እና ኣባ ሓፍተይ ጽሑፍ ኣብዚሐልኪ ይቅርታ ምኽርኺ ከዓ ቀጽልሉ ሓፍተይ ብጣዕሚ እየ

ኣነ ከማኽረኪ ዝደሊ ክሓተኪ ዝደሊ ሕቶ ውን ቀዳማይ ክሓተኪ ዝደሊ ሕቶ ቀድሚ ምምኻረይ ትማሊ ጎረባብቲ ስለ ዝኾንኩም ዋላ ኣብዚ ሪከርዳ ውን ዝሰማዕኽዎ እቶም ወለዲ ናታ ናትና ዘረባ ይሰማዕ ይብሉ ኣብ መንጎ ኣትዮም ማለት እዩ እዞም ናቱ ከዓ ናትና ዘረባ ይሰማዕ ንሕና ዝበልናዮ ይኹን ይብሉ ኩሎም ኣነ ዝበልክዎ ይኹን ኣነ ዝበልክዎ ይኹን ኢሎም ንሳቶም ክጠማመቱ ንሳቶም ክበኣሱ ክተሃላለኹ ንዚኣቶም እውን ኣብ መንጎኦም ኣትዮም ሓዳሮም ከም ዝብተን ገይሮም ሓዳርኩም ዝተበተነሉ ምኽንያት ከም ኣነ ዝተረዳእክዎ ካብዚ ጽሑፍኪ ካብዚ ሪከርድ ክሲ ንስኹም ኣብ ጎኖም ስለ ዘለኹም ምስኦም ስለ ትነብሩ እዩ ምስኦም ተዘይትነብሩ ኣብ ቀረብኦም ተዘይትነብሩ ንስኹም ሓዳርኩም ኣይምተበተነን ንሶም ጎረባብቲ ስለ ዝኾኑ ከም ዝበልክዮ ይጠማመቱ ይበኣሱ ንስኹም ግን ዓርስኹም ክኢልኩም ካብኦም ርሒቕኩም ሓዳርኩም እንተትገብሩ ነርኩም እንተዘይትሰምዕዎም እንተዘይትርእይዎም ነርኩም እኮ ኣብ መንጎኹም ኣይምኣተዉን ነይሮም፣ ሓዳርኩም እውን ኣይምተበተነን፣ ኣብ ዘለኹምዎ ደረጃ እውን ኣይምመጻኹምን ነይርኩም፣ ኣይምበጻሕኹምን ነይርኩም። ምሰኦም ኣብ ጥቐኦም ብምንባርኩም፣ እንድሕር ደኣ እቲ ኩነታት ንሱ ኣጋጢሙ፣ እዚ ሕጂ ዘለኹምዎ ደረጃ በጺሕኩም፣ ኪዲ ቆልዓ ወሊድኪ ዓድኺ ኪዲ፣ ዝገዛእክያ መሬት ገና ከየስራሕኽያ፣ ዝሓዝክዮ ነገር ኣብ ዘይብልኪ ኩሉ ነገር እናፈለጠ ኪዲ ቆልዓ ወሊድኪ እንድሕር ደኣ ኢሉኪ፣ ሕጂ እውን እንተስ ምስ ወለድኺ እንተስ ምስ ናቱ ወለዲ ተቐሚጥኪ ከምዛ ዝሰማዕኽያ ወይ ከምዛ ዝሐለፍክያ ከምኣ ኢኺ ተሕልፊ። ክልቲኦም ክጠማመሱ እዮም። ናተይ ዘረባ ይሰማዕ ናተይ ዘረባ ይሰማዕ ክብሉ እዮም። ሓዳርኪ ንካልኣይ ግዜ ኣበየናይ ደረጃ ይወድቕ እንታይ ዓይነት ሓደጋ የጋጥሞም ሓደ ኣብ ግምት ኣእቲኺዮ ዶ ክሓተኪ ዝደሊ ሕቶ ማለት እዩ ቅድሚ ኩሉ ናብ ርእሰይ ዝመጸለይ ሕቶ ንሱ እዩ እንድሕር ደኣ ንስኹም ባሕሪ ሰሃራ ምድረበዳ እዚ ኩሉ መከራ እዚ ኩሉ ሃገራት እንድሕር ኣቋሪጽኩም መጺኹም ዓርስኹም ክኢልኩም ተሓጋጊዝኩም ካብኣቶም ርሕቕ ኢልኪ ዓርስኺ ክኢልኪ ገዛኺ ዕጽው ኣቢልኪ ገዛኹም ዕጽው ኣቢልኩም ኣፍታ ናትና ትብልዋ ከም ገዛኹም እንተ ስራሕ ከፊትኩም እንተስ ብቲ ትነብርዎ ብቲ ትናበርዎ ብቲ ትተሓጋገዝዎ ተሓጋጊዝኩም ደኣ ኢኹም ርሒቕኩም እንድሕር ትርጉም ቃል ኪዳን ተረዲእኩም ትርጉም ሓዳር ተረዲእኩም ናብ ስደት መጺኹም እውን ክስካዕ ምርድዳእ እንድሕር ደኣ በጺሕኩም ጌጋኹም ኣሚንኩም እሲ ሕጂ እውን ካብ ስደት ተመሊስኪ ገዛ ከየ ስራሕ ክንተኸይድኪ ወይ ኣብ ገዛ ኸራይ ክትቅመጢ ናይ ገዛ ኸራይ እንድሕር ጎዲሉ ሰብኣይኪ መጅሁል እዩ ስለዚ እንድሕር ደኣ ሓደ ኣብዚ ኣብ ስዑዲ ኣብዚ ዘለናዮ ኩነታት ኣብዚ ዘለናዮ ግዜ ኣይኮነን ዶ ናይ ኣወዳት ናይ ሞጃህሎ ወዳትሲ ናይ ኣጓላት ንባዕሉስ ስራሕ ዝበሃል የለን። እንድሕር ደኣ እዚ ሰብኣይኪ ቆልዓ ወሊድኪ እዛ ዘላ ነጻ መሬት ከየስራሕኽያ ሓንቲ ቅርሺ ኣብ ዘይብልኪ ንኣሕዋትኪ ክትብሊ ዝጸኒሕኽዮ ዘለኺ ዓመታት እንድሕር ጸኒሕኺ ቅርሺ ኣብ ዘይብልኪ ቆልዓ ወሊድኪ እንድሕር ደኣ ከይድኪ እሞ ወይ ስራሕ ከቋርጾ ይኽእል ወይ ክተሓዝ ይኽእል። ስለዚ እዛ ኣሚንክያ ዝኸድኪ ኢድ እንድሕር ደኣ ኣቋሪጻ፣ ህይወትኪ፣ ሓዳርኪ፣ ህይወት ውላድኪ ኣበየናይ ደረጃ ይወድቕ፣ ኣብ ከመይ ኩነታት ኢኺ ክትርከቢ፣ ኣብ ከመይ ኩነታት ኢኺ ክትነብሪ፣ እዚ ኣነ ቅድሚ ኩሉ ዝመጸለይ ሕቶ ንሱ እዩ ክሓተኪ ዝደሊ ሕቶ ዋላ ንሰብኣይ ክትሓትዮ ዝግበእኪ ሕቶ ማለት እዩ። ስለዚ ሓደ ንስኺ ካብ ሪያድ ንድሕሪት ትምለሲ ከለኺ እዚ ሰብኣይኪ ኣነ ሓላፍነተይ ክሽከም ይኽእል እየ እንድሕር ደኣ ኢሉኪ ከምዚ ዕሊልኪ ንዘለኺ ናይ ምሽዋር ካብ ሪያድ ንድሕሪት ትምለስሉ ይሽፍነልኪ ዶ? ኣስሪሕኽዮ ገዚእኽዮ ዘለኺ መሬት ኣስሪሑ ክተዕርፍላ ትኽእሊ ገዛ ኩሉ ነገር ኣዳልዩ ምስ ኣቑሑቱ ምስ ኩሉ ነገሩ ዓዲ ክሰደኪ ይኽእል ዶ? ምኽንያቱ ንስኺ ክትጠንሲ ኢኺ ከምዚ ዝብለኪ ዘሎ እንድሕር ደኣ ጠኒስኪ ጠኒስካን ንዓርስኻን ኣብ ስዑዲ ስራሕ ምስራሕ ፍልልዩ ትፈልጥዮ ኢኺ ዋላ እኳ ስራሕ እንተረኸብኪ ደመወዙ ሓደ እንድሕር ደኣ ጠኒስኪ መጀመርያ መውለዲ ትእክቢ ኢኺ መውለዲ ትእክቡ ኢኹም ክልቴኹም እቲ ትእክብዎ ገንዘብስ ንመስርሒ ዘይኮነ ንመውለዲኹም ትገብርዎ ካብኡ ምስ ወለድኪ እውን ቅርሺ የድልየኪ እዩ ገንዘብ ትእክቡ ኢኹም ብድሕሪኡ እውን ዓዲ ክትከዲ ተኮይንኪ እውን ገንዘብ የድልየኪ እዩ ስለዚስ ኣብዚ ኩሉ ቆልዓ ተሸኪምኪ እዚ ኩሉ ሃገር ሓሊፍክስ ሓላፍነት ናይ ነብስኪ ጥራሕ ዘይኮነስ ካልኣይ ናይ ውላድኪ ሓላፍነት ተሸኪምኪ ነፃ መሬት ጥራሕ ሒዝኪ ቅርሺ ዘይብልኪ ኣነ ሓላፍነት ክሽከመልኪ እየ ኢሉኪ ዓዲ ምኻድሲ እንድዕ ኣነ ብጣዕሚ ከቢድ ከም ዝኾነ ከተግብርዮ እውን ከም ዘይብልኪ እየ ኣነ ተረድየ ብርግፅ ካብ ገንዘብ ካብ ገዛ ውላድ ይዓብየኒ ክትብሊ ትኽእል ኢኺ ወይ ንሱ እውን ከምኡ ክብለኪ ይኽእል እዩ ግን ውላድ ክዓቢ ከሎ ጽባሕ ንግሆ እናጠመየ፣ እናተጸገመ፣ ኣብ ገዛ ኽራይ፣ ኣዲኡ እናነብዐት፣ ኣዲኡ እናተጨነቐት፣ ወይ ከምኡ ኣቦኡ እውን ከምኡ፣ ኣብ ጭንቀት፣ ኣብ ጥሜት፣ ኣብ ጸገም እንድሕር ደኣ ኮይኑ ውላድ ይዓቢ ዝብል ኣነ ኣይኣምነሉን። ውላድ ይዓቢ ክትብሎ ትኽእልሲ ሓላፍነትካ ተዋጺእካ፣ ከዲንካ፣ ኣብሊዕካ፣ ኣስቲኻ፣ ኣምሂርካ፣ ቆልዓ ክዓብዮ ዝግብኦ ዓይነት ኣተዓባብያ እንድሕር ኣዕቢኻዮ ውላድ ይዓቢ ምበልኩ ነይረ ካብኡ ሓሊፉ ግን ንስኻ ተሰዲትካ ኣብ መከራ ከለኻ እንደገና ቆልዓ ምምፃእ ግን ባዕልኻ ተበዲልካ ውላድካ ምብዳል ከይደለየ ከይሓሰበሉ ከይፈለጠ ንዝመፀ ቆልዓስ ምብዳል እዩ እየ ዝብል ኣይስማዕምዐሉን ማለት እዩ ስለዚ ንስኺ ሓደ ሕጂ ክትገብርዮ ዘለኪ ክትርድእዮ እውን ዘለኪ እንድሕር ደኣ ንድሕሪ ትመፅ ኮንኪ ናይ ምሸዋር ከፈልኩ መውለዲ ከም ዝገበርኩ ኣከብኩ ገለ ክትብሊ ዓመታት ዋላ እኳ ንዓዲ ክሰዶ እየ ተይልኪ ትቆልዓሲ ዝኾነ ዓመታት ኣብ ግምት ኣእትውየን። ወለድኺ እውን ትሕግዝ ዘይትኽእልን ኣሕዋትኪ እውን ትሕግዝ ዘይትኽእልን ከምቲ ቅድሚ ሕጂ ሕጊ ዝነበርክዮም ክሕግዞም እየ እኳ ተይልኪ ተጸጊምዎም እኳ ንባዕሉ ካብ ምሽዋር ወጸኣ ማለት እዩ። ካብኡ ከዓ መሬትኪ ክተስርሒ ኣይትኽእልን መቸም ዝገደደይኺ ክትገብሪ ንዝገደደይኺ ንመውለዲኺ ንቆልዓኺ ክትገብሪ እምበር ገዛ ክተስርሒ ኣይትኽእልን። ገዛ ተስርሕሉ ገንዘብ ረኺብክስ ንገዛ ክተስርሒ ክትጭክነይ ትኽእልን። ስለዚ ተሓጋጊዝኩም ወለድኹም እዮም ዘይረዳድኡ ጸገም እምበር እንድሕር ዳ ወይ ንእሽተይ ጥርጥር ወይ ንእሽተይ ጥርጥረ ክኮይኑ ብቲ ክትተኣማመንዎ ትኽእሉ ብቲ ምስክር ዘለዎ ነገር ተረዳዲእኹም እሞ እታ ዝገዛእኽያ ዘለኺ መሬት ተስርሑ እንተዝተረዳዲእኹም ዝኾነ ሓደ ነገር ቀዋሚ ነገር ትገብሩ ብድሕሪኡ ክልቴኹም ርሕቕ ኢልኩም ሓዳርኩም ትምስርትሉ ንሱ ኣብ ስደት ንስኻ ኣብ ዓዲ ዘይኮነ እንድሕር ደኣ ናተይ ይብለጥ ናተይ ይብለጥ ዝብሉ ቤተሰብ ሃልዮም ጽባሕ ሓዳርኩም ንፋስ ከእትውሉ ይኽእሉ እዮም ክልቴኹም ኣብ ሓንቲ ኮይንኩም ክልቴኹም ሓዳርኩም እናገበርኩም ተሓጋጊዝኩም ኣብ ዓድኹም ከይድኩም ተተሓሒዝኩም እንተስ ቆልዓ ወሊድኩም ቆልዓኹም ሒዝኩም ትሓድሩላ ትቕመጡላ ካብ ገዛ ኸራይ ትገላገሉላ እንድሕር ደኣ ኣስሪሕኹም እንተስ ቆልዓ ከይወለድኩም ተተሓሒዝኩም ከይድኩም ግን ዓድኹም ደኣ እምበር ኣነ ንሰብ ስደት ተሪፉ ንስኺ ጥራሕ ኢድኪ ቆልዓ ወሊድኪ ይኹን ዋላ ገዛ ስርሕክስ ሰብኣይ ኣብ ስደት ተሪፉ ሰበይቲ ዓዲ ምኻድ ኣነ ሓዳርካ ከምዚ ንፋስ ዝኣተዎ እምበር ብዙሕ ነገር እውን ስለ ዝርኢ ስለ ዝዕዘብሲ ክኸውን ኣይብሉን እየ ዝብል። ረኺብካ ስኢንካ ተሓጋጊዝካ ክልቴኻ ሓላፍነትካ እናተሸከምካ ደቅኻ ምስ ኣቦኦምን ኣዲኦምን ንኽዓብዩ ክልቴኻ ኣብ ስደት ይኹን ኣብ ዓዲ ይኹን ክልቴኻ ኢኻ ከይተፈላለኻ ሓዳር ትገብር ዘለካ እየ ዝብል ከምኡ እየ ዝኣምን ንዓኺ እውን ከማኽረኪ ዝኽእል ንሳያ ጠንኪርኪ ካብ ገዛ ኸራይ ትዕርፍላ ትኽእሊ መጅሁል ኢኺ ዘጋጥም ነገር ኣይፍለጥን ጠንኪርኪ ሰብኣይ ክውን ኣረዲእኺ ሰብኣይ ከይትጥለምዮ ነገር ግን ክርደኣልኪ ኣለዎ ንሱ እውን እዛ መዕረፊት መጀመርያ ከይሰራሕኺ ንምሽዋር ይኹን ንካልእ ይኹን ንካልእ ይኹን ንምንም ነገር ኣይትኽፈሊ ኢለ እየ ዘማኸረኪ ካልኦት እውን ከማኸሩኹሞ ብምኽሮም ክትጥቀሚ ተስፋ ይገብር ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናይ ንዓኹም ባይ ባይ